ሰላም ከመይ ኣምሲኹም ዕለታዊ ዜና ቀዳማይ ሚኒስትር ኢትዮጵያ ኣብዪ ኣሕመድን ናይ ኬንያ ፕሬዚደንት እሁሩ ኬንያታን ኣብ ዝተረኸብሉ ኣብ ኢትዮጵያ ሓድሽ ናይ ዝዋፈር ኩባንያ ቴሌኮም ወግዓዊ ናይ ምፍርራም ስነ ስርዓት ተኻይዱ እቲ ስምምዕ ፍቓድ ስራሕ ምሃብ እዩ ቀዳማይ ሚኒስትር ኣብዪ ኣብቲ እዋን ሓድሽ ኣገልግሎት ቴሌኮም ናብ ኢትዮጵያ ምእታዉ ኣብ ኩሉ ጽላታት ምብርባር ክፈጥር እዩ ኢሉ። ኣብ ቴሌኮም ዝፍጠር ውድድር ናይ ኢትዮጵያ ዲጂታላይዜሽን ብምቅልጣፍ ኣብ ሕርሻ፣ ትምህርቲ፣ ጥዕና፣ ፋይናንስ፣ መጓዓዝያን ካልኦትን ልዑል ዕብየት ሒዙ እዩ ዝመጽእ ኢሉ ቀዳማይ ሚኒስትር ኣብዪ። ነቲ ስምምዕ ዝፈረመ ዓለም ለኸ ምትሕብባር ንኢትዮጵያ ኣብ ትሕቲ ዝብል ጽላል ዝጥርነፉ ሳፋሪኮም፣ ቮዳኮምን ሱሚቶማን ዝተባህሉ ኩባንያታት ዝሓቖፈ እዩ። ከም ጸብጻብ ፋና ኣብ ኢትዮጵያ ናይ ሓደ መዓልቲ ዑደት ዝገበረ መራሒ ኬንያ ኡሁሩ ኬንያታ ምስ ቀዳማይ ሚኒስትር ኣብዪ ኣሕመድ ኣብ ዝተፈላለዩ ዛዕባታት ከም ዝተዘራረቡ ተገሊጹ። እቲ ሎሚ ካብ ቤት ጽሕፈት ቀዳማይ ሚኒስትር ዝተዋህበ መግለጺ ኣብ ክልል ትግራይ ብዛዕባ ዘሎ ኩነታት ዝተገብረ ዘተ ነይሩ እንተኾይኑ ግን ዝተሓበረ ነገር የለን። ናይ ሕቡራት መንግስታት ወኪል ስደተኛታት UNHCR ኣብ ቡርኪናፋሶ ኣብ ሓደ ናይ ገጠር ዓዲ ዝሓለፈ ቀዳም ካብ ዝተፈጸመ ጭፍጨፋ ዘምለጡ ሰባት ሰብኣዊ ረድኤት ኣዝዩ ከም ዘድልዮም ይገልጹ ኣለዉ። ሊዛ ሽላይን ካብ ጀነቫ ዝለኣኸቶ ጸብጻብ ኣሎ ገብረ ገብረ መድህን ከቕርቦ እዩ። ዘይተፈልጡ ዕጡቓት ኣብ ሰሜናዊ ምብራቕ ቡርኪናፋሶ ሶልሓን ንዝተብሃለ ናይ ገጠር ዓዲ ሓሙሽተ ሰነ ክልተ ሽሕን ዕስራን ሓደን ኣቆጻጽራ ፈረንጂ ኣጥቒዖም ፍርቂ ለይቲ ነቲ ከባቢ ብምጥቓዕ ንሚእትን ሰላሳን ሸሞንተን ሲቪላት ብምርሻን ንኣስታት ኣርባዓ ሰባት ብምቑሳል ንመንበሪ ኣባይትን ናይ ዕዳጋ ቦታን ኣባሪዖም። ዩኤንኤችሲኣር ልዕሊ ሰለስተ ሽሕን ሰለስተ ሚእትን ሰባት ህይወቶም ንምድሓን ኣብ ጥቐኦም ናብ ዝርከብ ገጠር ዓዲ ሃዲሞም ይብል ወሃብ ቃል ዩኤንኤችሲኣር ባባር ባሎጅ። እቶም ሓደሽቲ ዝተመዛበሉ መብዛሕትኦም ቆልዑን ኣዴታትን ዋላ ሓደ ነገር ከይሓዙ ዝወጹ እዮም ኢላ።
ሓደሽቲ ይበጽሑ ዘለዉ ሰባት ማይን ጽሬትን፣ መጽለሊ፣ ኣገደስቲ ናይ ረድኤት ናውትን ክንክን ጥዕናን ብዝለዓለ ደረጃ የድልዮም። ሰበስልጣን ድሮ ኣስታት ኣርባዕተ ሚእቲ ትኾን ምግብን ኣሽሓትን ናውትን ሂቦም ኣለዉ። ናይ ዩኤንኤችሲኣር መሻርኽቲ ድማ ናይ ሕክምና ክንክንን ስነ ልቦናዊ ሓገዝን ይህቡ ኣለዉ እዮም ኢሎም። እቲ ካብ 2015 ኣቋፅራ ፈረንጂ ጀሚሩ ኣዝዩ ዝኸፍአ መጥቓዕቲ ዝሕብርዎ ነገር ኣብ ዞባ ሳሕል ኣብቶም ዝሓለፉ ሒደት ዓመታት ዘይምርግጋእን ሁከትን ባይታ እናረኸበ ምምጽኡ እዩ። ዩኤንኤችሲኣር ነታ ኣብ ዓለም ብምምዝባልን ሓለዋ ናይ ዘይምሃብ ቅልውላውን ብቕልጡፍ ትውስኽ ዘላ እያ ክብል ንቡርኪናፋሶ ጸዊዕዋ ኣሎ። ካብ 2019 ኣቆጻጽራ ፈረንጂ ኣትሒዙ ዩኤንኤችሲኣር ኣብታ ሃገር ዘሎ ህውከት ንልዕሊ 1.2 ሚልዮን ሰባት ካብ መንበሪኦም ክመዛበሉ ኣገዲድዎም ኣሎ ይብል። ባሎች ኣብዚ ዓመት ብሰንኪ ህውከት ኣስታት ሚእትን ሓምሳን ሽሕ ሰባት ተመዛቢሎም ኣለዉ ኢላ።
84% ሚእታዊ ጾታ መሰረት ንዝገበረ ዓመጽ ዝተቓልዓ ደቂ ኣንስትዮ እየን ወይ ፍርቆም ኣካላዊ መጥቓዕትን በደልን ከም ዘጋጠሞም ዝተገልጹ ቈልዑት እዮም። ካብ ናይ ውሽጢ ተመዛበልቲ ብተወሳኺ ቡርኪናፋሶ መብዛሕትኦም ካብ ማሊ ዝመጹ ዕስራን ክልተን ሽሕ ስደተኛታትን ሓተቲ ዕቝባን ብልግሲ ተተኣናግድ ዘላ ሃገር እያ እዮም ኢሎም። UNHCR ንናይ ዓለም ሓገዝ ይጽውዕ ኣሎ፣ እቲ ዘሎ ገንዘብ ምስቲ እናዓበየ ይኸይድ ዘሎ ሰብኣዊ ድሌት ዘይመጣጠን እዩ ይብል። የቐኔልና ገብረ እዚ ድምፂ ኣሜሪካ እዩ ካብ ዋሽንግተን ፕሬዚደንት ጆ ባይደን ሎሚ ረቡዕ ናብ ኤውሮጳ ኣቕኒዑ ኣሎ ምስ መራሕቲ ምዕራብ ንምርኻብ ፕሬዚደንት ካብ ዝኸውን ንወፃኢ ክገይሽ ንመጀመርታ ግዜ እዩ ኣብቲ ኣብ ጀነቫ ዝካየድ ዋዕላ መራሕቲ ምስ ናይ ሩስያ መዘንኡ ቭላዲሚር ፑቲን እውን ክራኸብ መደብ ኣለዎ ነፋሪት ክስቀል ከሎ ንሪፖርተራት ዝተዛረበ ባይደን፣ ዕላማ ጉዕዝኡ ምስ መሻርኽቲ ምሕዝነት ምድልዳልን ንሩስያን ቻይናን ምሕዝነት ኣሜሪካን ኤውሮጳን ጥቡቕ ምዃኑ ንምርኣይን ኢሉ። ከምኡ እውን ብዛዕባ ክታበት ኮቪድ ኣሜሪካ ዝሓዘቶ ስትራቴጂ ዕላዊ ከም ዝገብር ባይደን ኣፍሊጡ ኣሎ። ባይደን ኣብቲ ኣብ ዓዲ እንግሊዝ ካብ ዓርቢ ክሳብ ሰንበት ዝካየድ ዋዕላ ጉጅለ ሸውዓተ እውን ክሳተፍ እዩ። ምውጻእ ኣሜሪካ ካብ ኣፍጋኒስታን ነቶም ጀሆ ተታሒዞም ዘለዉ ኣሜሪካውያን ናብ ገዝኦም ንምምላስ ዝያዳ ከቢድ ክገብሮ ከም ዝኽእል ተገሊጹ ጀምስ ፎለይ ሌጋሲ ዝተባህለ ፋውንዴሽን ነቶም ጀሆ ተታሒዞም ዘለዉ ኣሜሪካውያን ዝምልከት ኣብ ዝገበሮ መጽናዕቲ ወተሃደራት ኣሜሪካ ካብ ኣፍጋኒስታን እንተ ወፂኦም እቶም ብዘይ ሕጊ ኣብ ካልኦት ሃገራት ተኣሲሮምን ጀሆ ተታሒዞምን ዘለዉ ኣሜሪካውያን ንምምላሶም ከጸግም እዩ ይብል እቲ ሪፖርት ብዛዕባ ጀሆ ካብ 215 ንደሓር ዝተገብረ ለውጢ ዝነኣድ እኳ እንተኾነ ሕጂ እውን ነቶም ካብ ጀሆ ዝምለሱ እሱራት ዝግበር ናይ ሞራልን ፋይናንስን ድጋፍ ግን ክመሓይ ዝግብኦ ምዃኑ ጠቂሱ ኣሎ እዚ ከምዚ ኢሉ እንከሎ ኣብ ኣፍጋኒስታን ዝተወሰኑ ዕጡቓት ንሓደ ቤት ጽሕፈት ነታጒ ዘጽሪ ግብረ ሰናይ ብምጥቃዕ ብውሕዱ ዓሰርተ ሰባት ሞይቶም ልዕሊ ዓሰርተ ድማ ቆሲሎም እቲ መጥቃዕቲ ዝወረዶ ናይ እንግሊዝ ሃሎ ትራስት ዝበሃል ነታጒ ዝኣሪ ትካል ኮይኑ ኣብቲ ጣሊባንን ወተሃደራት መንግስትን ዝዋግእሉ ባግላን ዝበሃል ከባቢ እዩ ተፈጺሙ። እቶም ግዳያት ኩሎም ዜጋታት ኣፍጋን ኮይኖም ምስቲ ጸረ ነታጒ ካምፓኒ ዝሰርሑ እዮም። ናብ ሓደ ክፍሊ ኣኪቦም ጥይት ከም ዝነፈይሎም እዩ ዝንገር። ወሃቢ ቃል ጣሊባን ዛቢሁላ ሙጃሄዲን ግን ንሕና ኣይኮናን ክብል ኣሉታ ሂብሉ ኣሎ። ሓደ በዓል ስልጣን ሕቡራት ሃገራት ምብራቓዊ ማይንማር ኣብ ጸድፊ ሰብኣዊ ቅልውላው ይርከብ ኣሎ ክብል ኣፍሊጡ ኣሸሓት ካብ ኩናት ዝሃደሙ ጥሜት ኣንጸላልዎም ኣሎ ኢሉ ብምውሳኽ እቲ ኩናት ኣብ መንጎ መንግስትን ኣብ መንጎ ዕጡቓት ሓደ ብሄርን እዩ ዝካየድ ዘሎ ፍሉይ ራፖርተር ንማይንማር ቶም ኣንድሪውስ ልዕሊ ሚእቲ ሽሕ ሰባት ካብቲ ምስ ታይላንድ ዘዋስን ግዝኣት ካያሕ ገዛውቶም ገዲፎም ሃዲሞም ኣለዉ ይብል። ኣንድሪውስ ኣተሓሒዙ ሰራዊት ጁንታ ረድኤት ከይሓልፍ መንገድታት ይዓጽዉ ከም ዘለዉ እውን ሓበሬታ ኣለኒ ኢሉ። ኣብ ህዝባዊ ጽርግያታት እውን ክሳብ ነታጒ ምቕባር ከም ዝኸዱ ይገልጽ። ቅልጡፍ ሰብኣዊ ሓገዝ እንተ ዘይረኺቦም ጃምላዊ ጥሜትን ሞትን ክስዕብ ይኽእል እዩ ክብል እውን ኣጠንቂቑ ኣሎ። ዝሓለፈ ለካቲት ወተሃደራዊ ጁንታ እታ ሃገር ነቲ ብተሸላሚት ኖቤል ሰላም ኣውን ሳንሱኪ ዝምራሕ ዝነበረ ሲቪላዊ መንግስቲ ካብ ዝዓሉ ንደሓር ማይንማር ኣብ ቅልውላው ጥሒላ ትርከብ ቀደማይ ሚኒስተር ብሪጣንያ ብምኽንያት ለበዳ ኮሮና ቫይረስ ዝተዓፀወ ኩሉ ክኽፈት ካብ ዓቀባውያን ኣባላት ባይቶ ድፍኢት ትግበረሉ ኣሎ ቦሪስ ጆንሰን ንሰነ 21 ክኸፍት መደብ እንተነበሮ እኳ ሃንደበት ምውሳኽ መትሓዝቲ ኮቪድ ድማ ካብ ተሓለቕቲ ምዕፃው ከቢድ ኩናት ይገጥሞ ኣሎ መጀመርያ ኣብ ህንዲ ዝተረኣየ ደልታ ዓይነት ኮሮና ቫይረስ ኣብ እንግሊዝ ዓብሊሉ ከም ዘሎ ይግለጽ ደገፍቲ ምዕጻው ተወሳኺ ምእካብ ዳታ ክግበር ይሓቱ ኣለዉ። ነጋዶ ግን ብምድንጓይ ምኽፋት ተጨኒቖም ኣለዉ። መንግስቲ እንግሊዝ ዝከኣሎ ከቲቡ ክኸፍቶ ይጓየ ከም ዘሎ ይንገር። ኣብ መወዳእታ ኣብ ኔዘርላንድስ ኣብ ዝተኻየደ መጻረይ ኦሎምፒክ ኢትዮጵያውያን ለተሰንበት ግደይ ቅድሚ ክልተ መዓልታት ብኢትዮጵያዊት ሆለንዳዊት ሲፋን ሓሰን ተሰይሩ ዝነበረ ሪከርድ ዓለም መሊሳ ሰይራቶ ለተሰንበት ኣብቲ ናይ ዓሰርተ ሽሕ ሜትሮ ጉያ ብልዕሊ ሓሙሽተ ሰኮንድ ብምምሕያሽ እያ ሪኮርድ ወኒና። ዕስራን ትሽዓተን ደቂቕን ሓደ ሰኮንድን ሰለስተ ካልኢትን ወሲዱላ። ሲፋን ሓሰን ነቲ ብኣልማዝ ኣያና ኣብ ክልተ ሽሕን ዓሰርተ ሽዱሽተን ኣብ ኦሎምፒክ ሪዮ ተታሒዙ ዝነበረ ሪከርድ ብምስባር እያ ሒዛቶ ጸኒሓ ነይራ ዜና ብዝፍጸም